ሰላም ክቡራት ተኸታተልቲ ኣብ ውሽጥን ኣብ ደገን ትርከቡ ኩላትኩም ኤርትራውያን ንሎማዓልቲ ኣብዚ ሓፍትና ቤቲ ሒዘልኩም መፅ ኣለኹ ቤቶም ስርዋ ዘለኹም ጓል ትሽዓተ ዓመት እንኮ ተኾነት ጓል ትሽዓተ ዓመት ኣይትመስልን እያ ዘላ ትርእይዋ ኣለኹም ናይ ምዕባል ጸገም ኣለዋ ውልድ ካብ ትብል ብሕቆኣ ሕበጥ ወጺኡያ ተወሊዳ። ወይዘሮ ኣኽብረት ንተኸታተልትና ብሓፈሻ ናይ ቤትኤል ካብ ትውለድ ዝነበረ ስጋብ ዝሕጂ በጺሓቶ ዘላ ከተዕልልና። ሕራይ ናይ ቤተልሔም ክትውለድ ከላ በዚ ናይ ዝባና ሕበጥ ዘለዋ ተወሊዳ ኣብዚ ናይ መንጎ መሰንገሊኣ ገለ ከምዚ ዓጽምቲ ዓይነት እያ ተወሊዳ ኣብ ትሕቲኡ ከዓ ዕብይ ዝበለ ሕበጥ ነይርዋ ሕጂ እታ ኣብ ሃገረሰብ እያ ተወሊዳ ኣብ ዓድና ደቁ ጽንዓ ምስ ተወለደት ኣብታ ተወለደትላ መዓልቲ ሒዘያ ንኦረታ መጽያ ማለት እዩ ንኦረታ ሒዘያ ምስ መጻኹ ንወርሒ ንሶም ንገለን ቆጸራ ሂቦምና ምስ መጻና ከዓ መጥባሕቲ ገይራ ማለት እዩ መጥባሕቲ ገይራ ወዲኣ ምስ ወፀት ኣብ ንድሕሪት መልሲ ተመልሲ ትሕበጥ ማለት እዩ ከምቲ ነበሮ ኮይኑ ትሕበጥ ንካልኣይ ግዜ ከዓ ኣብ ዓመት ሃገራ ማለት እዩ ኣብ ኦሮታ ኣብ ኦሮታዊ ካልኣይ ግዜ ደጊማ ማለት እዩ መጥባሕቲ ናይ ዓንዲ ሕቆ ማለት እዩ ገይራ ሕጂ ብድሕሪኡ እዛ የማኒት እግራ ተሳሒባ ኩሉ ስውነታ እኳ ዋላ ትንቀሳቀስ እንተዘይኮነት ነቲ እግራስ ንክትዛወር ኢና ደሊና ነርና ግን ኣይኮነልና ኣይተንቀሳቀሰትን ባኣ ትኣክል ካኣ ብዙሕ ዋላ ኣብ ኦሮታ ኩን ኣብ ሓሊበት ተማላሊሰ ሪኦማ ዋላ ናይ ዓጽሚ ኩኑ ናይ ገለ ናይ ደገ ክመጹ ኢዮም ተጸበዮም ኢሎምኒ ናይ ደገ መጺኦም ተጸብየዮም ናይ ደገ ውን ሪኦም እዚ ክጸንሕ ኢዩ እምበር ሕጂ ንገብሮ ነገር የለን ኢሎም በቃ ትጽናሕ ኢሎምኒ ማለት ኢዩ። ጸኒሓ ኮም ኢላ ከላ ከኣ ክትጻወት ገለ ንፍንዋ ምድሪ ብኸምኡ ዝኣክል ቁስሊ ቆሲላ ማለት እዩ። እግራ እወ ብርካ ኣብዛ እግራ ሓፈፍ እናበለት ሓፈፍ እናበለት ብርካ ቁሲላታ ማለት እዩ። ሕጂ ምስ ቆሰለት መጀመርያ ናይ ሽዱሽተ ወርሒ ኩን ናይ ሸውዓተ ወርሒ ተሓኪማ ሓውያ ማለት እዩ። እንደገና መይሳ ከዓኒ ከምኡ ክትጻወት ገለ መነታት ኣብ ነበረተቶ መይሳታ ቁስሊ ንክልተ ዓመት ሰለስተ ዓመት ዝኣክል ቆሲላ ማለት እዩ። ቆሲላ ሕጂ ከኣ ወረታ ኣምጺኤ ዓሚ ኣብኡ ክልተ ወርሒ ሕክምና ከፊለ ክልተ ወርሒ ምሉእ ተሓኪመ ኣብ ከውጽኡኒ ከለዉ ሕጂ ዕርያኺ ሓወየት እያ ወጺኣታ ኣስታይ ቅድሚኺ ደሓን ኣብ ነቑጣ ከባቢኺ ደሎ ይሕክም እያ ሕጂ ኣብ ምሕዋይ እያ ኢሎም ምስ ኣውጽኡኒ እናረኸሰት እናረኸሰት ኣብታ ነበረታ ተመሊሳ ማለት እዩ ኣብዚ ዝምጽእያ ስጋዕ ወታደራት ገለ መለ ብዝክል ተቅና ሓኪሞምለይ ማለት ኢካ ምስ ወጸት ኣይሓወየትን ምስቲ መናባብሮም ብጣዕሚ ስለ ዝሰኣነኒ ከዓኒ ንዓዲ ሒዘያ ምስ ወረድኩ ከዓ እንዳተመለሰትን ንድሕሪት እንዳተመለሰት ዋላ እቶም ኣብ ከባቢና ዘለዉ ሓኸይም ይሕክምዋ እዮም ግን ዋላ ሓንቲ ለውጢ የርኣየትን መሻ ናብ ድዓበየ ደረጃ መፅያ ማለት እዩ ሕጂ ከዓኒ ኣብዚ ወርሒ ናይ ወርሒ ሓደ ብፍረንጂ ማለት እዩ ሒዝናያ መፂና ሕክምና ሓሊበት እቲናያ ኣብኡ ምስ ኣተወት ከኣ ሰለስተ ግዜ መጥባሕቲ ገራ ማለት እዩ። ኣብ የማነይቲ እግራ ጥራይ። ኣብ የማነይቲ እግራ ጥራይ ሰለስተ ግዜ መጥባሕቲ ገራ። ኣይተዓወተትን ማለት እዩ። ምዃን ምስ ኣበዮም ሕጂ በቃ ኣብ ከምዚኣ ክንኣቱ ክንቆርጻ ፈቲኹም ጸሊእኹም ንዓኣ ድሕር ኣይኮንን ኢልኩም ትወጹ እንድሕር ግበሩልና ኢልኩም ከዓ ክንቆርጻ ፍቓደኛታት ትኾንኩም ኢሎምና ንሕና ከዓ ኩሉ በጺሕናዮ ስለ ዝኾና ማቄሎት ተበጺሑ ሕክምና ተበጺሑ ኩሉ ረብሪብና ስለ ዝኾና በቃ ፈቲና ፈተና ኣቲናዮ ማለት እዩ። ተቆሪጻ
ሕጂስ ተቆሪጻስ ኣብ ከመይ ደረጃ ኣላ? ሕጂ ኣይወደትን ደላ ትቆስል ዋላ ሕጂ ኣይሓውየን ኣሎ ሓውያን ደለዋ ወይዘሮ ኣኽበረት
በይና ጓልኪ ኣይኮነትን ጾር ናይ ስድራ ቤት ኣለኪ ምስቲ ምስቲ መነባብሮ ዓዲ እዩ ናብ ኣስመራ መጽኻ ክትሕከም ኩሉ እዚ ምንታይ ትኽእልዮ ነርኪ መን ሕግዘኪ ነይሩ መን ነይሩ ጎንኺ ዋላ ሓደ በይነይ
ስጋዕ ባዕለይ ብዝባነይ ሓዚለያ ካብ ዓዲ ድመፃኹሉ ነጆ ኣብ ደባርባ መፅዮ ተሳቐልኩሉ ኣሎ ቅድሚ ሕጂ የቋርፃ ይመፃ እተን ኣተውሳት ብከምኡ ይጓዓዝ ነረ ኣብ መንጎ ኣብዚ ናይ በዓል ኮሮና ገለ ምንታት ደጋጠመኒ ከዓኒ ሓዚለያ ይመፅእ ነረ ማለት እዩ ስጋዕ ሕጂ ብዛ ዝባነይ ገርያ ስጋዕ ትሽዓተ ዓመት ተሓዚለያ ድጓዓዝ ፀኒሐ
ከምዚ ዝሪኣ ዘለኹ ክትዛረብ ኣይትኽእልን እያ ካልእ ከ እንታይ ጸገም ኣለዋ? ናይ ኣፋ ጸገም ኣለዋ ኣይትዛረብን'ያ እዳዋ ኣይንቃሳቀስን'ዩ ዝኮነ ክትሕዝ ከላ ፍጥፍጥፍጥፍጥ እያ ትብል ራዕራዕ እያ ትብል እዳዋ እግራ ከኣ ዋላ ጸጋመይቲ ሕጂ ከማን'ሲ ብዙሕ ኣይትዝርጋሕን እያ ትኽ ብትኽ ኣይትዝርጋሕን እያ ብሉ'ሲ ኣይኮነትን እስኺ ሓፍ ኣቢልኪ ተሽንያ ባዕለይ ሓፍ በቃ ባዕለይ የሽና ባዞ ባዕለይ ይህባ ኣብ ምብላዕ ሕጂ ብኢዳ ትበሊዓ ግን ጸጋማ ተጋዲላ ትበልዕ ምሉእ ኣይኮነን ከማን ዋላ ትበልዓ ፍጥፍጥ እናለት እያ ትበልዕ ሕጂ ኣብ መወዳእታ ክንበጽሕ እንታይ ክግበር እንታይ ክትገብር ኣለዋ ኢሎማ ሕክምና ኣብዚ መወዳእታ ዝገበረቶ ኦፕሬሽን
ሕጂ መድሃኒትታት ንዓ ደድሊ መድሃኒት ከም ሽሮቦ መሳሊ ኣሎ ንነብሳ ደማዕብላ ወይስ ውነ ተኸንቀሳቕሳ ዝኽእል ደድልያ መድሃኒት ዝመጽእ ኣሎ ሕጂ እንታይ መን ኣለካ ሓጋዚ ካብ ክሰደልኪ ዝኽእል ገለ መለታት ኢሎምኒ ዋላ ሓንቲ ትሕግዘኒ የብለይን ሕጂሲ ብዛዕባ ናይ ቤቲ እዚ ኩሉ ጸገማት ዳሓለፈ ባዕለይ ተሰኪመ ስለ ዝጸናሕኹ ሕጂ ከኣ እቲ ተባሂሉ ዘሎ ኩሉ ንዓኣ ቁሩብ ደገፍ ክኾና ዝኽእል ልዕሊ ዓቕመይ ስለ ዝኾነስ ኩሎም ኤርትራውያን ኣብ ደገ ደለዉ ኣብ ውሽጢ ንዓይ ነዛ ጓለይ ዝኸውን ቁሩብ ሓገዛት ክሕግዙኒ እዚኣ ያላቦ
ሐራይ ክቡራት ተኸታተልቲ ከምዚ ክንሰምዖ ዝጸናሕና ህጻን ቤተልሔም ኣብዚ ንዑስ ዕድሚኣ ኣብ ትጎየሉ፣ ትጻወተሉ፣ ትመሃረሉ ልዕሊ ኩሉ ከኣ ነብሳ ኮይና ንስድራኣ ድሕሪኡ ድሕሪ ስድራኣ ዓዳ ድሕሪኡ ሃገራ ትኾነሉ መጻኢ ኣብ ኢድና እዩ ዘሎ። ኩላህና ኣብ ውሽጥን ኣብ ደገን ንርከብ ኤርትራውያን እሞ ድማ ክትምዕብል ክትኽእል እያ እንዳተባህለ ከሎስ ከም ወላዲ ኮንካ ክትሪኦ ከለኻ ክትምዕብል ትኽእል እያ እንዳተባሃልካስ እሞ ኸኣ ኣብ ኢደይ እንከሎ እንዳተባሃልካስ ዘይትምዕበለሉ ኩነትሲ የለን ኢለ እየ ዝኣምን ክሳብ ኤርትራውያን ዝኾንና ማለት እዩ ኣኽቢር ኣብ መወዳእታ ክብለኪ ዝኽእል ኣጆኺ ኣብ ውሽጢ ዘሎ ክሕግዘኪ እዩ ኣብ ደገ ዘለውን ክሕግዘኪ እዩ ክብራት ኤርትራውያን ኣሕዋተይ ነዛ ቪድዮ ምስ ረኣናያ ሼር ሳብስክራይብ ላይክ እንዳገበርና ናብ ኩሉ ክሕግዝ ዝኽእል ኤርትራዊ ነብፅሓያ ቀሊል ሓገዝ ዝበሃል የለን ወላ ኣጆኺ ባል እውን ወላ ፀሎት ምግባ እውን ካብቲ ሓገዝ እንድዩ ኣብ ኢድና እዩ ዘሎ ኣኽቢርካ ኣጆኺ ኣዳይ እኒለይ
ሕራይ ክቡራት ተዓዘብትና ጓልና ቤቲኤል ያቆብ ከም ዝረኣኹማ ዘሕዝን ህይወት ዘሕዝን ስንክልና ጓኒፉ ኣሎ። ስለዚ ኣብ ውሽጥን ኣብ ደገን ትነብሩ ኤርትራውያን ምትሕግጋዝ ባህልና እዩሞ ዓዓቕምኹም ክትሕግዙዋ በዚ ኣጋጣሚ ለበዋይ የመሓላልፍ። ሸር ላይክ ሳብስክራይብ ምባል ድማ ኣይትሕመቑ በዚ ኣጋጣሚ እዚ ኣመሓላሊፈ ለበዋይ ይውድእ።
ሕራይ ክቡራት ኤርትራውያን ኣብ ውሽጥን ኣብ ደገን ትነብሩ ከም ዝረኣኹሞ እዛ ቆልዓ ኣብ ዘሕዝን ኩነታት እያ ዘላ ኤርትራዊ ድማ ሓንቲ ሽጉርቲ ንክልተ ስድራ እናበልዐት ብሓንቲ ዋኒ ንክልተ ህፃናት ተመቒላ ጣዕሞት እናበልዐ ዝዓበየ ህዝብን ሕብረተሰብን ኢና እሞ ሓደራኹም እዛ ቆልዓ ኢደ ኢድኩም በልዋ ሓግዝዋ የቐኒየለይ